ገለ ነገር ክፍሊ ኣካላታ ብጣዕሚ ከም ዝስሕቦም ትፈልጥ እያ። ፍቕሪ ኣብ ናይ ደቂ ሰባት ህይወት ውሽጢ ዝተፈላለየ ታሪኽ እዩ ዘለዎ። ኣብ ክልተ ግን ክንከፍሎ ንኽእል ኢና። ገለ ገሌና ሰባት ወላ ሰሚዖሞ ዘይጸግብዎ ታሪኽ ክህልወና ይኽእል እዩ። ብፖዝቲቭ መንገዲ ንኻልኦት ኢንስፓየር ዝገብር ፍቕራዊ ርክብ ክትጅምሩ ንሰባት ዘተባብዕ እዩ። በቲ ሓደ ወገን ድማ ክጅመር ከሎ ብጣዕሚ ደስ ዝብል መጨረሽትኡ ግን ዘሕዝን ታሪኽ ዘለዎ እዩ። እዚ ድማ ንኻልኦት ፍቕራዊ ርክብ ከይጅምሩ ዘፍርሖም እዩ። ይኹን እምበር ፍቕሪ ርእሱ ዝኸኣለ ብጣዕሚ ጽቡቕ ዝኾነ ደስ ዝብል ስምዒት እዩ። መብዛሕትኡ ንሰምዖ መጀመርያ ክጅምሩ ከለዉ ብጣዕሚ ጽቡቕ ኔሩ ደሓር ግን ከምዚ ኮይኑ። እዚ ምስ ፍቕሪ ወይ ምስቲ ናይ ብሓቂ ፍቕራዊ ርክብ ዘራኽብ የብሉን እዚ ዘጋጥም ንምንታይ እዩ ንስኻ ንሓንቲ ጓል ክትፈትዋ ክተፍቅራ ትኽእል ኢኻ ንኽትሪኣ ወይ ንኸተዕልላ ናብኣ ምስ ትኸይድ ግን ዌልካም ኣይኮንካን ክትሪኤካ ከላ ከማን ትባሳጮ እያ ትመስል ዘሖግስ ነገር የብላን እዚ ግዳማዊ ዝረኣ ነገር እዩ ውሽጣዊ ግን ስሚዒት ክህልዋ ይኽእል እዩ ከምኡ ዝገብራ ዘሎ ትምካሕ ስለ ዝኾነት ወይ ድማ በቃ ናይ ገዛእ ርእሳ መትከል ክኸውን ይኽእል እዩ ንፍቕሪ ክትጅምር ድልውቲ ዘይኮነት ሕጂ ኣብዚ ክትርድኦ ዘለካ ደስ ዘይበልካዮ ኮይና ኣይኮነትን እንታይ ደኣ ክትፍትን ኣይትደልን ስለ ዘላ እዩ ንስኻ ግን ንበል ብጣዕሚ ፈቲኻያ ኣለኻ ግን ዕድል እያ ኣብያትካ ክትኣትዋ ክተዕልላ ኣብ ጥቓኣ ምቕራብ ኣብያትካ እያ ብትምክሕቲ ወይ ብንዕቐት እያ እምበር መንነትካ ኣይትፈልጥንያ ኣብ ከምዚ ዓይነት ኩነታት ከመይ ነዚ ሴርካ ናብ ህይወታ ትኣቱ፣ ነቲ ኩርዓታ ብቐሊሉ ከመይ ጌርካ ክትስዕሮ ከም ትኽእል፣ ናብ ህይወትካ ክትመጽእ ክትገብራ ናይ ሎሚ መደብና ክምህረና እዩ። ናብዚ ቻነል እንቋዕ ብደሓን መጻኹም እንዳበልኩ ኣብዚ ቻነል ሓደሽቲ እንተለኹም ሳብስክራይብ ክትገብሩ ነቲ በብጊዜኡ ዝፍነወልኩም ቪድዮታት ብቐሊሉ ንምርካብ ድማ ነታ ናይ ቃጭል ምልክት ጠውቕዋ ኢኹም። ሰናይ ምክትታል። ቀዳማይ ንሓንቲ ትኾርዕ ጓል ትስዕረሉ መንገዲ ንዓኣ ካብ ሓደ ግዜ ንላዕሊ ከይትሓታ። ንራኸብ ሻሂ ንስተ ክኸውን ይኽእል፣ ክድውለልኪ ዶ ዝብል ቴክስት ክኸውን ይኽእል፣ ዝኾነ ዓይነት ሕቶ ክኸውን ይኽእል እዩ። ምስኣ የቀራርበኒ እዩ ኢልካ ዝሓሰብካዮ ነገር ክኸውን ይኽእል። ሓንሳብ ምስ ሓተትካያ እምቢ እንተኢላ፣ ደጊምካ ካልኣይ ግዜ ከይትሓታ። ምኽንያቱ ብባህርያተን ከምዚኤን ዓይነት ኣዋልድ ዓሰርተ ግዜ እንዳደጋገምካ ምስ ተዓተን ነቲ ሰቢርካ ክትኣትዎ ሓሲብካዮ ዘለኻ ሓጹር ጽቡቕ ጌራ እያ ትሓንጾ ብዝበለጸ ትሕይሎ እያ ምኽንያቱ ርግጽ እዩ ከምዚኣ ዓይነት ጓል ብዙሓት ዝልምንዋ ኣወዳት ኣለዉ ነዚ እዩ ድማ ካብቶም ዝልምንዋ ሓደ እንተኾይንካ ሴርካ ንኽትኣቱ ከተኽብደልካ ትኽእል ስለዚ ነዚ ሴርካ ክትኣቱ እንተደሊኻ ኣብ ኣእምሮኣ ናይ ሕቶ ምልክት ኢኻ ክተቐምጥ ዘለካ። ሓንሳብ ሓቲትካያ እምቢ እንተኢላ፣ ካልኣይ ግዜ ተዘይ ሓቲትካያ፣ ካብቶም ካልኦት ኣወዳት ፍሉይ ወዲ፣ ንዓኣ ሓድሽ ነገር ስለ ዝኾና፣ እዚ ድኣ ትዕብተኛ፣ እንታይ ኮይኑ እዩ እያ ትብል፣ እንታይ ድኣ ኮይኑ ከምቶም ካልኦት ዘይልምን፣ ወይ ካልኣይ ግዜ ዘይሓትት መን ኮይኑ፣ ዝብል ሕቶ እያ ተልዕል። ኦሬዲ ኣቴንሽን ረኺብካ ኣለኻ ማለት እዩ ብዚ። ካልኣይ ግዜ ክድውለልኪ ይከኣል ዶ እንተኢልካያ፣ ኖእ እንተኢላትካ፣ ክልተ ሰለስተ መዓልቲ ከይትሓታ ወይ ከይትድውለላ እዚ ምስ ትገብር ኣብ ኣእምሮኣ ብዛዕባኻ ሕቶ ክለዓልዮ ካልኣይ ግዜ ንኽትሓታ ወይ ክትድውል ክትጽበያ እዛ ጓል እዚኣ ከምቲ ዝበልናዮ መንነትካ ኣይትፈልጥንያ ኣይትፈልጠካንያ ኣብዚ ግዜዚ ንኽትፈልጠካ ድልየትያ ተሕድር መንዩ እንታይ ኮይኑዩ ትዕቢት ዘርኢ ብምባል ክትረኽበካ ክትፍትንያ ስለዚ ስምዒትካ ተቖጻጺርካ፣ ሕቶታት ዳሃነጽካ፣ ኣቓልቦ ዳሰረቕካ ምስ ትቐርባ፣ ውዒሉ ሓዲሩ ብናይ ትዕቢት ዝመስል ቴክስት ወይ ተሌፎን ደዊላ ከመይ ዝበሉኻ ትዕቢተኛ ኢኻ፣ እንተ ኾንካ ኢኻ ዘይትድውል ገለ ላግጺ ዝመስል ዘረባ ጌራ ባዕላ ክትረኽበካ ትፍትን እያ። ስለዚ ጓል ኩሉ ግዜ ክብረትካ ዘይትሕሉ እንተ ኾንካ፣ ፈጺማ እያ ኣብ ልባ ክትእትወካ ዘይትኽእል። ካልኣይ፣ ናይ ሓንቲ ኩርዓት ተርኢ ጓል ወይ ድማ ከማይ ጓል የላን ኢላ ትዕበ ጓል ትስዕረሉ መንገዲ ብፍጹም መልክዓ ድዩ ቅርጻ ከተድንቃ የብልካን ብርግጽ እዛ ጓል እዚኣ ትዕቢት ከተሕድር ዝገበራ ቀንዲ ምክንያት ነቲ ፍሉይ ስሕበት ዝፈጥረላ ዘሎ ነወዳት ዝስሕብ ፍሉይ ጽባቀ ክህልዋ ግድን እዩ ጸጉሪ ርእሳ ድዩ ዓይና ድዩ ኣካላታ ድዩ ገለ ነገር መቸም ኣወዳት ዝፈትውዎ ነገር ኣሎ እንዶ ንስካ ነዚ ዝረኣይ ጽባቀ ይኩን መልክዕ ከይተድንቀላ ወይ ኣብኡ ከም ዘይትግደስ ኩን። ካብ ከምዚ ምስ ትቁጠብ ብጣዕሚ እያ ትግረም ከመይ ዓይነት ወዲ እዩ እንታይ ኮይኑ እየ ዘይስሕቦ ኢላ ብዛዕባኻ ብጣዕሚ እያ ትማራመር ከምቲ ዝበልኩኹም መብዛሕትእን ትዕቢት ዘለወን ኣዋልድ ነወዳት ዝስሕብ ኣካላት ዘለወን እየን ከም መሳርሒ እየን ድማ ዝጥቀማሉ ምኽንያቱ ኣብቲ ሰዓት እቲ ዝኾነ ወዲ ናብኣ ከም ዝጥምት ኦሬዲ ትፈልጥ እያ እዚ ድማ ትዕቢት ይፈጥረላ ንስኻ ነዚ ፍሉይ ስሕበት ዘለዎ ኣካላታ ኣብቲ ነገር ፎካስ ከም ዘይገበርካ ሕቶ እዩ ዘልዕለላ ንምንታይ ንሱ ካብ መን በሊጹ እያ ትብል ምኽንያቱ ንሳ ዝኾነ ወዲ ኣብ ትሕቲኣ ምዃኑ እያ ትሓስብ ንስኻ ከም ዘይትግደሰሉ ምስ ረኣየት ፍሉይ ሰብ ጌራ ትወስደካ እሞ ክትግደሰልካ ድማ ትጅምር በዚ ከምዚ ዓይነት መንገዲ ዝደለኻዮ ሓጹር ሴርካ ክትኣቱ ትኽእል። በዚ ምኽንያት ድማ ካብቶም ብዙሓት ፍሉይ ስለ ዝኾንካ መንነትካ ክትፈትዎ ትኽእል። ብምልምማድ ድማ ክተፍቅረካ ትኽእል። ሳልሳይ፣ ሓንቲ ትኾርዕ ጓል ወይ መን ከማይ ትብል ክትስዕረሉ ትኽእል መንገዲ ቅንኢ ዝበሃል ከይተርእያ። ብፍላይ በቶም ኣብ ከባቢኣ ዘለዉ ኣወዳት ከም ትቐንእ ከይተርእያ። መን እዩ፣ እንታዎት እዮም ወይ ከም ዝቐናእካ እንተ ተረዲእዋ ወዲእካ ኣለኻ ማለት እዩ። ካባኻ ብጣዕሚ እያ ትርሕቕ። ንስኻ ንዓኣ ኣገዳሲ ሰብ ኣይኮንካን። እዚ ትዕቢት ኣብ ልዕሌኻ ዳወሰኸ እዩ ዝኸይድ። በቲ ትገብሮ መን ከማይ ዓይነት ኣራዳድኣ መሊሳ ከም ትውስኸሉ ኢኻ ትገብራ። እዚኤን ከምዚኤን ዓይነት ኣዋልድ ሱቕ ኢለን ኣይኮናን ከምዚ ዝኾና። መበገሲ ኣለወን። ብዙሓት ኣወዳት ዝብልዎ ነገር ኣሎ። ገለ ነገር ክፍሊ ኣካላታ ብጣዕሚ ከም ዝስሕቦም ትፈልጥ እያ። ስለዚ ንስኻ እውን በቲ ነገር ተገዲስካ ከም ዝተሰሓብካ ወይ ከም ትቐንእ እንተ ፈሊጣ፣ ንስኻ እውን ካብቶም ዝነዓቑ ሰብ ኮይንካ ኣለኻ። ስለዚ እዚ ከምዚ ዓይነት ነገራት ኣባኻ ክትርእዮ የብላ። በቃ ኩሉ ግዜ ብፍልይ ዝበለ ኣረኣእያ ዘለዎ ወዲ እያ ትሰሓብ። መብዛሕትኦም ዘጋጥምዋ ኣወዳት በቶም ኣብ ጥቓኣ ዘለዉ ኣወዳት ክቐንኡ ሪኣ ኣላ። ንስኻ ግን ዋላ ሓደ ስምዒት ተዘይ ኣርኣኻያ ናይ ቅንኢ ዘይብሉ ከም ኖርማል ሰባት ጌርካ፣ ጽቡቅ ጌርካ ሰላም እንተ ኢልካዮም ወይ ምስኦም ሕውስ እንተ ኢልካ ጋን እዩ ዝኮና እዝስ ከኣ እባ ፍሉይ ኣይግደሰለይንዩ ማለት ድዩ ኢላ ባዕላ ኣባካ ተገዳስነት እያ ትፈጥር ራብዓይ ንሓንቲ ትኮርዕ ጓል ወይ መን ከማይ ትብል ጓል ትስዕረሉ ንሳ ካብተን ካልኦት ደቂ ኣንስትዮ ፍሉይ ነገር ከም ዘይብላ ከተርእያ ከለኻ እዩ ነዚ ነገር እዚ ክትኣምኖ። ካብኣ ዝበለጻ ኣዋልድ ከም ዘለዋ ከማን ብመልክዕ ይኹን ብኻልእ ዝበልጻ ወላ በተሓሳስባ ማዕረኤን ከም ዝኾነት ክትፈልጥ ግበራ። መብዛሕትና ካብ መጠን ንላዕሊ ምስ ነፍቅር ዝገበሩ ይግበሩና ወላ ይበድሉና ኣይንሕዘሎምን ኢና። ካብ ናቶም ፍቓድ ኣይንወጽእን። ከምዚ ትገብረካ እንተሃልያ ብገዛእ ርእስኻ ከም ዘይትተኣማመን፣ ትነግራ ኣለኻ ማለት እዩ ነዚ ክትቆጻጸር ፈትን ብናትካ ሓሳብ ከም ትኸይድ ኣርእያ እምቢ ዝበሃሎ እንተኾይኑ ኖእ በል ካብኣ ንኽትፍለ ከምዘይ ትፈርሕ ኣርእያ ንስኻ ዘይኮንካ ብዝያዳ ንሳ ከም ትህሰይ ንገራ ሽዑ ትዕቢታ ኣበይ ከም ዝኣቱ ክትዕዘብ ኢኻ ምናልባት ኣባኻ ዝኾነ ስምዒት እንተለዋ ከም ዝበርሃላ እያ ትኸውን ስለዚ ከምዚ እንተጌርካያ ንዓኣ ውን ትዕቢታ ይስበረላ ብተዘዋዋሪ ንዓኣ ውን ትጠቕማ ኣለኻ ማለት እዩ። ኣብ ጌጋ ነገር ትነብር ከም ዝነበረት ውን ክትርዳኣ። ሓምሻይ ንሓንቲ መን ከማይ ትብል ጓል ትስዕረሉ ንዓኣ ንምሕጓስ ስምዒተይ ትርደኣለይ ትኸውን እያ ኢልካ ካብ ዓቐን ዝሓለፈ ህያብ ኣይትሃባ። እዚ ሓደ ሓደ ኣወዳት ዝገብርዎ ጌጋ እዩ። ብፍቕሪ ይተሓዙ፣ ስምዒቶም ንምግላጽ ነታ ጓል ብህያብ ይደራርቡዋ። ቀጥታ እታ ጓል ሓንጎላ ናብ ካልእ እዩ ዝኸይድ። ወይ ምንዓቕ ትጅምር ወይ ድማ ዝነበራ ስምዒት ይጠፍእ። ብፍላይ መን ከማይ ትብል ጓል ህያባት እንዳሃብካ ክትግደሰልካ ወይ ክትፈትወካ ትሓስብ እንተኾይንካ ዓቢ ጌጋ ጌርካ ኣለኻ ማለት እዩ። መሊሳ ክትንዕቐካ ንሳ ድማ መሊሳ ከም ትዕበይ ኢኻ ትገብራ ዘለኻ። ስለዚ ንገዛእ ርእስኻ ትህቦ ዋጋ ምፍላጥ ኣለካ። ገዛእ ርእስኻ ዓቢ ቦታ፣ ዓቢ ፍቕሪ፣ ዓቢ ክብረት ክትህብ ይግበኣካ። ተዘይኮነ ፍቕራዊ ርክብ ዘይኮነ ተሕልፍ ዘለኻ ተገዛእን ገዛእን ዓይነት ህይወት ኢኻ ተሕልፍ ዘለኻ። ንገዛእ ርእስኻ ምሕታት ኣለካ እዚኣ ንዓይ ትግበኣኒ ድያ? ብሓቂኸ ትፈትወኒ ድያ? ናይ ብሓቂ እንተ ትፈትወኒ ኮይና ንምንታይ እዚ ኩሉ ትዕቢት ተርእየኒ ክትብል ኣለካ። እዚ ይግበኣኒ ድዩ ኢልካ ንገዛእ ርእስኻ ሕተት። መን ስለ ዝኾንኪ ኢኺ ከምዚ ትዕበዪ በላ ገዛእ ርእሳ ላዕሊ ላዕሊ ተብሎ ዘላ ልክዕ ከም ዘይኮነ ንገራ ሽዑ ኢኻ ነታ ትኽክለኛ ጓል ክትረኽባ ትኽእል ማዕረተን ካልኦት ኣዋልድ ምዃና ወላሓንቲ ፍልይ ዝበለ ከም ዘይብላ ንገራ በዚ ናተይ ሓሳብ ተተሰማሚዕኩም ላይክ ሸር ብምግባር ሳፖርት ግበሩኒ እንተ ደኣ ንኻልእ ሰብ ይጠቅም ኢልኩሞ ድማ ሸር ግበርዎ ኢኹም። ሕቶ ይኹን ርእይቶ ተለኩም ድማ ብዘይ ስክፍታ ጸሓፉለይ ከንብቦ'የ ክምልሰልኩም'የ።